ንሓደ ክልተ ደቒቕ ደው በሉ። ነቲ ድምጺ ትሰምዕዎዶ ኣለኹም? እዚ ድምጺ እዚ ናይ ግዜ እዩ፣ እቲ ዘይተጸበናዮ ወትሩ ዝጓዓዝ። መዓልቲ መዓልቲ ንነቅሕ፣ ንሰርሕ፣ ንሓልም፣ ግዜ ድማ ይኸድ። ሓደ መዓልቲ ግን ንነቅሕ እሞ ሓደ ነገር ከም ዝተለዋወጠ ንግንዘብ። እቲ ዝነበረኪ ሓይሊ ንእሽተይን ዝነከየ ይመስል፣ ንግሆ ካብ ዓራት ምትንሳእ ንእሽተን ዝኸበደ ይመስል፣ እቲ ኣብ መለጋጎበኻ ዝስመዐካ ሓድሽ ቓንዛ እዚ እርጋን ድዩ? ኣይፋልን፣ እዚ ስጋኻ ዝህበካ ዘሎ መጠንቀቕታታት እዩ። ኣታ ሓደራኻ ንኣየ ጽቡቕ ጌርካ ሓዘኒ ዝብለካ ዘሎ ድምጺ እዩ። ሰላም ክቡራት ተኸታተልትና፣ እንኳዕ ናብ ናይ ማይና ዩቱብ ቻናል ብደሓን መጻኹም። እቲ ዝበለጸ ህይወትና ዝጅምር ድሕሪ ሰላሳ ዓመት እዩ ይበሃል። ተመኩሮ ንእክብ፣ ንበስል፣ ንኣርግ፣ ግን ነዚ ብሉጽ ሕይወት ብምሉእ ሓይልና ክንትግብሮ እንተኾይንና ንስጋና ክንቕበሎ ኣለና። ሎሚ ናብ ጂም ከይኸድኹም፣ ከቢድ ወጻኢ ከይገበርኩም ኣብ ገዛኹም ኾይንኹም ጥዕናኹም ክትሃንጹ ዝሕግዘኩም ኣርባዕተ ስውራት ልምድታት ከካፍለኩም እየ። እዞም ልምድታት ንዓይኒ፣ ንዓጽሚ፣ ንልቢ ኸምኡውን ንእእምሮ ዝኸውን ሙሉእ ፓኬጃት እዮም። ነፍሰ ወከፎም ብዝርዝር ክንሪኦም ኢና እሞ ብትዕግስቲ ተኸታተሉኒ። እስከ ብዓይንና ንጀምር። ዓይኒ ናብ ዓለም እንርእየሉ መስኮት እዩ። ግን ኣብዚ ዘመን እዚ እዚ መስኮት እዚ መብዛሕትኡ ግዜ ኣብ ሓደ ንእሽተን ስክሪን እዩ ዘተኩር፣ ስልኪ፣ ኮምፒተር፣ ታብሌት፣ እዚ ድማ ንጭዋዳታት ዓይንና ወይ ድማ ሲልያሪ ማስልስ ወትሩ ከም ዝጥቅዑ ይገብሮም። ሕስብ ኣብልዎ እሞ ንሰዓታት ኢድኹም ጨቢጥኩም እንተ ጸኒሕኩም ድሕሪኡ ክትፈትሕዎ እንትብሉ ከመይ ይኸብደኩም። ንዓይንና እውን ኸምኡ እዩ። እዚ ንነዊሕ እዋን ክቕጽል ከሎ እቶም ጭዋዳታት ክዝርግሑ ይጽገሙ በዚ ድማ ንርሑቕ ነገር ጽሩይ ጌርና ክንርኢ ንጽገም። እዚ ማዮፕያ ይበሃል። ድሕሪ ሰላሳ ዓመት እዚ ጸገም እዚ እናገደደ እዩ ዝኸይድ። ፍታሕ ድማ ቀዳማይ ፍታሕ ኣብ ሰሙን እንተወሓደ ሰለስተ መዓልቲ ንልዕሊ ክልተ ሰዓት ካብ ስክሪን ርሒቕኩም ንደገ ምጥማት እዩ። እዚ ማለት ኣብ ደገ ኮፍ ኢልኩም ሻሂ ምስታይ፣ ኣብ ፓርክ ምዝውታር ወይ ኣብ ገዛኹም ኮይንኩም ብመስኮት ርሑቕ ቦታ ምጥማት ይኸውን። እዚ ንጭዋዳታት ዓይንኹም ዕረፍቲ ይህቦም። ካልኣይ ፍታሕ እናሰራሕኹም ኣይትውዓሉ። ነቲ ትዌኒ ትዌኒ ትዌኒ ሩል ተጠቐምሉ። ማለት ዕስራ ደቒቕ ኣብ ስክሪን ምስራሕኹም ንኻልኣይ ተወሳኺ ዕስራ ደቒቕ ደው ኢልኹም ንኻልኣይ ዕስራ ደቒቕ ፊት ሽዱሽተ ሜትሮ ርሑቕ ኣብ ዝርከብ ነገር ጠምቱ። እዚ ንዓይንኹም ዳግማይ ከም ዝስተኻኸል ይገብሮ። እዚ ንዓይንኹም ጥራሕ ዘይኮነስ ንኣእምሮኹም እውን ዕረፍቲ እዩ። ሕጂ ናብቲ ጸሓይ ቫይታሚን ዝበሃል ቫይታሚን ዲ ንምጻእ። መብዛሕትኡ ሰብ ብፍላይ ድሕሪ ሰላሳ ዓመት ሕጽረት ቫይታሚን ዲ ኣለዎ። ስለምንታይ? ምኽንያቱ ቆርበትና ከምቲ ናይ ቀደም ቫይታሚን ዲ ካብ ጸሓይ ክሰርሕ ኣይኽእልን እዩ። ሕጽረት ቫይታሚን ዲ እንታይ የምጽእ? ቀዳማይ ስጋና ንካልሽየም ክቕበል ስለዘይኽእል ዓጽምና እናደኸመ ይመጽእ። እዚ ንኦስቲዮፖሮሲስ ከቃልዐና ይኽእል እዩ። ኻልኣይ ንኽእለት ምክልኻል ሕማምና ወይ ድማ ኢሚኑ ሲስተምና የዳኽሞ። ሳልሳይ ንኹነታት መንፈስና እውን ወይ ድማ ሙድ ፅልዋ ኣለዎ። እምበኣር እኹል ቫይታሚን ዲ ንምርካብ ሰለስተ መንገድታት ኣለውና። ቀዳማይ እቲ ዝበለፀ ምንጪ ፀሓይ እዩ። ኣብ ሰሙን ሰለስተ መዓልቲ ብፍላይ ናይ ንጉሆ ፀሓይ ን ኣርባዓ ደቓይቕ ክረኽበኩም ግበሩ። ካልኣይ፣ ጸሓይ ኣብ ዘይትርከበሉ ቦታ እንተድኣ ኣሊኹም፣ ቫይታሚን ዲ ዝመልኦም መግብታት ምውሳድ ኣገዳሲ እዩ። ዓሳ፣ ብፍላይ ሳልመንን ሳርዲንን፣ እንቋቑሖ፣ እቲ ብጫ ክፋሉ፣ ከብዲ ብዕራይ፣ ከምኡ'ውን ብቫይታሚን ዲ ዝተጠናኸረ ጻባን ርግኦን። ሳልሳይ፣ ተወሳኺ መድሃኒት ወይ ድማ ሰፕሊመንት ምስ ሓኪምኩም ተማኺርኩም ተወሳኺ ቫይታሚን ዲ ክትወስዱ ትኽእሉ ኢኹም። ምስኡ ሓቢርኩም ማግኒዥየም እንተድኣ ወሲድኩም፣ ንምምጥጣን ቫይታሚን ዲ ኣዝዩ ሓጋዚ እዩ። ንሰዓታት ኮፍ ምባል ሓድሽ ዓይነት ምትካኽ ተባሂሉ ይጽዋዕ ኣሎ። ስለምንታይ? ምኽንያቱ ንጥዕና ልብና፣ ንመለጓጎበና ከምኡ'ውን ንሜታቦሊዝምና ኣዝዩ ጎዳኢ እዩ። ዕድመ እናወሰኸ ክኸይድ ከሎ እዚ ጽልዋ እዚ እናገደደ እዩ ዝመጽእ። ፍታሕ፣ ምንቅስቓስ፣ ግን ከቢድ ስፖርት ክትሰርሑ ኣይኮንኩምን ዝዕድመኩም ዘለኹ። እቲ ቀንዲ ነገር ቀጻልነት እምበር ብርቱዕ ኣይኮነን፣ Consistency over Intensity፣ ሓደ ኣብ ሰሙን ሰለስተ መዓልቲ ንኣርብዓ ደቓይቕ ዝኣክል ብእግርኹም ተዛወሩ። እዚ ንልብኹም የጠናኽር፣ ንመልጎቦታትኹም ከም ዝልስልስ ይገብር፣ ንእእምሮኹም እውን የጽሪ። ክልተ ካብኡ ንላዕሊ ክትገብሩ እንተኽኢልኩም፣ ን ዓሰርተ ሓሙሽተ ክሳብ ዕስራ ደቓይቕ ቀስ ኢልኩም ጉየዩ፣ እዚ ንስብሒ ንምንካይ ንጽንዓት ንምውሳኽን ኣዝዩ ጠቓሚ እዩ። እቲ ቀንዲ ነገር ስጋኹም ክሳብ ዝጭነቕ ዘይኮነስ ክሳብ ልብኹም ቀልጢፋ ትወቅዕ ዝብለኩም ምግባር እዩ። ኣብ መወዳእታ ናብቲ ብዙሕ ሰብ ዘይቕልበሉ ግን ድማ ኣዝዩ ኣገዳሲ ዝኾነ ቫይታሚን ቢ-ትወልቭ ንምጻእ። ድሕሪ ሰላሳ ዓመት ጨጎራና ዝፈጥሮ ኣሲድ፣ ወይ ድማ ሃይድሮሊክ ኣሲድ እናነከየ ይመጽእ። እዚ ኣሲድ እዚ ንቫይታሚን ቢትወልቭ ካብቲ ዝበላዕናዮ ፕሮቲን ንምፍላይ ኣዝዩ ኣገዳሲ እዩ። እዚ ምስ ዘይህሉ ቫይታሚን ቢትወልቭ ዝመልኦ ምግብታት ንበልዕ እኳ እንተኾንና ስጋና ክጥቀመሉ ኣይኽእልን እዩ። ሕጽረት ቫይታሚን ቢ ትወልቭ እንታይ የስዕብ? ድኻም፣ ምድንጋር ኣእምሮ ወይ ድማ ብሬን ፎግ፣ ምዝንጋዕ፣ ከምኡውን ኣብ ኢድናን እግርናን ምድንዛዝ ከስዕብ ይኽእል። እዚ ነርቭታትና ስለ ዝጎድኦ ኣቓልቦ ክንገብረሉ ይግባእ። እምበኣር እንታይ ክንገብር ኣለና? ኣብ ሰሙን ሰለስተ መዓልቲ በዞም ምግብታት ዝሃብቶም ምግቢ ክንበልዕ ኣለና። ቀዳማይ ከብዲ ብዕራይ፣ ሱፐርፉድ፣ እዩ። ሓደ ግዜ ኣብ ሰሙን ንእሽቶይ ቁራጽ ምብላዕ ንሰሙን ዝኣክል ቫይታሚን ቢ ትወልቭ ይህበና። ካልኣይ ዓሳ ብፍላይ ሳሪዱን ቱናን ሳልመንን። ሳልሳይ እንቋቑሖን ጸባን መዓልታዊ ክንወስዶ እንኽእል ቀለልቲ ምንጭታት እዮም። እምበኣር ኩቡራት ተኸታተልትና ነዚ ኩሉ ሓበሬታ ክሳብ ንጥቕልሎ ህይወት ድሕሪ ሰላሳ ዓመት ብሓይልን ብጥዕናን ንምንባር እዞም ኣርባዕተ ቀለልቲ ልምድታት ኣብ ህይወትና ክነእትዎም ይግባእ። ቀዳማይ ንዓይንና ዕረፍቲ ምሃብ፣ ንርሑቕ ምጥማት። ካልኣይ ቫይታሚን ዲ ምርካብ፣ ብጸሓይ፣ ምግቢ ወይ ተወሳኺ መድሓኒት ምውሳድ። ሳልሳይ ቀጻሊ ምንቅስቓስ ምግባር ወይ ድማ ወክ ምግባር። ራብዓይ ቫይታሚን ቢ ትወልቭ ዝመልኦም ምግብታት ምውሳድ። ሎሚ ሓንቲ ካብዚኣተን ጀምሩ፣ ሓንቲ ጥራሕ። ድሕሪ ሰሙን ካልኣይቲ ወስኹ። ቀስ ብቐስ እዞም ልምድታት ክፋል ህይወትኩም ክኾኑ እዮም። ነዚ ቪድዮ እዚ ጠቓሚ ኮይኑ እንተረኺብኹምዎ ላይክ ግበሩ። ንፈተውትኹምን ስድራቤትኩም እውን ሼር ብምግባር ንጥዕንኦም ክትሓስብሎም ኣዘኻኽርዎም። ንመጻኢ ከምዚ ዝኣመሰለ ጠቓሚ ሓበሬታ ንምክትታል ድማ ሰብስክራይብ ምግባር ኣይትረስዑ። ኣብ ክፋል ርእይቶታት ወይ ድማ ኮመንት ጸሓፉለይ። ካብዞም ኣርባዕተ ልምድታት ንስኹም ቀዳምነት ሂብኹም ክትጅምርዎ ዝወሰንኹም ኣየናይ እዩ? ርእይቶኹም ንዓይ ዓቢ ዋጋ ኣለዎ። ክሳብ ብኻልእ ጠቓሚ ቪድዮ ንራኸብ ጥዕና ይምነየልኩም።